ሰላም ተኸታተልቲ ትግርኛ ዴሊ ሎማዓንቲ ከዓ ዕለታዊ ዜና ሒዝናልኩም መፂና ኣለና መጀመርታ ብቐንዲ ኣርስታት ክንጅምር ክልል ኣምሓራ ብሰንኪ ዘጋጠማ መጥቃዕቲ ዝወረደ ጉድኣት ኣብ ተምሃሮ ድሕሪ ስጉምቲ መንግስቲ ፌደራል ኣብ ልዕሊ ዕጡቓት ሓይልታት ፋኖ ዘስዓበ ጎንፂ መሊሱ ይጉህር ኣሎ። ምውራድ ምኽትል ፕረዚደንት ኬንያ ካብ መዝነቱ፣ ብርቱዕ ነውፂ ህቦቡላ ኣሜሪካ ንህዝባ የሻቕል። ኣብ መንጎ ኤርትራን ኢትዮጵያን ዝነበረ መስመር ስልኪ ከምዝተቋረፀ ተሓቢሩ። ክልል ኣምሓራ ብሰንኪ ዘጋጠማ መጥቃዕቲ ተምሃሮ ናብ ኣብያተ ትምህርቲ ይኸዱ ከምዘየለዉ ገሊጹ። ኣብ ዝሓለፈ ዓርቢ ኣብ ከተማ ባህርዳር ኣብ ዝርከብ ሓደ ቤት ትምህርቲ ዘጋጠመ ምፍንጃር ነውታጒ ስዒቡ ስግኣት ዝሓደሮም ነበርቲ ከተማ ባህርዳር ደቆም ናብ ቤት ትምህርቲ ይሰዱ ከምዘየለዉ ገሊጾም። መራኸቢ ብዙሓን ዜናታት ኢትዮጵያ ዘዘራረቦም ሓላፊ ክፍሊ ትምህርት ከተማ ባህርዳር ዳሪክተር ሙሉኣለም ኣቤ ኣብ ዝሓለፈ ዓርቢ ኣብ ቀዳማይን ካልኣይን ቤት ትምህርቲ ኣድቨንቲስት ብዝተፈፀመ መጥቃዕቲ ኣብ ልዕሊ ሓደ መምህርን ክልተ ተምሃሮን ከቢድ ጉድኣት ኣውሪዱ ክብል ሓቢሩ። ንሱ ወሲኹ ነቲ መጥቃዕቲ ስዒቡ ኣብታ ከተማ ዝርከቡ ኣብያተ ትምህርቲ ቁፅሪ ተምሃሮ ምጉዳሉ ገሊፁ። ኣብያተ ትምህርቲ ብሓይሊ ፀጥታ ክሕለዉ ስለ ዝተወሰነ ወላዲ ንደቆም ናብ ቤት ትምህርቲ ክልእኹ ድማ ኣተሓሳሲቡ። ሓላፊ ህዝባዊ ርክብ ቤት ፅሕፈት ክፍሊ ቤት ትምህርቲ ክልል ኣምሓራ ኣቶ ጌታቸው ቢያዝን ኣብ ዝሓለፈ ዓመት ኣብቲ ክልል ልዕሊ ክልተ ነጥቢ ሓሙሽተ ሚሊዮን ተምሃሮ ካብ መኣዲ ትምህርቲ ምእላዮም ብምግላፅ ኣብዚ ዓመት ድማ ሓሙሽተ ሚልዮን ተምሃሮ ኣይተመዝገቡን ብምባል ዝርዝር ሓበሬታ ስታቲክስ ገሊፁ። ድሕሪ ስጉምቲ መንግስቲ ኣብ ክልል ኣምሓራ ኲናት ምጉሃሩ ነበርቲ ይገልፁ። መንግስቲ ኢትዮጵያ ኣንጻር ዕጡቓት ጉጅለ ፋኖ ወተሃደራዊ ስርሒት ከም ዘጸቕ ድሕሪ ምግላጹ፣ ኣብ ኢትዮጵያ ክልል ኣምሓራ ኣብ ዝተፈላለየ ከባቢታት ኲናት ተጎሃሂሩ ኣሎ። ኣብ ዞባ ምዕራብ ጎጃም ምምሕዳር ደጋ ዳሞ ነበርቲ ከተማ ፈረስ ቤት ኣብ ዞም ምብራቕ ጎጃም ከተማ ሞጣ፣ ቀራንዮስ ዝርከቡ ነበርቲ ኣብ ዝሃብዎ ቃል ካብ ዝሓለፈ መወዳእታ ሰሙን ጀሚሩ ምስ ተዋጋእቲ ዕጡቓት ሓይልታት ፋኖ ዝጸንሑ ዝካየድ ጎንጽታት ምንባሩን ካብቲ መንግስቲ ዝቆጻጸሮ ከተማ ውጽእ ካብ ዝበለ ድምጺ ጠባያት ከም ዝስማዕ ሓቢሮም ኣለዉ። ነበርቲ እታ ርእሰ ከተማ ክልል ኣምሓራ ዝኾነት ባህርዳር ከኣ፣ ሓለፈ ሰሙን ቤት ትምህርቲ ኣድቨንስቲስ ሓዊሱ ኣብ ዝተፈላለየ ከባቢታት እታ ከተማ፣ ተኸታታሊ ኖትክ ዝተሓወሶ ግብረ ሽበራ ዝመስል ፍጻሜ ከም ዝተኻየደ ሓቢሮም። ኮምሽን ሰብኣዊ መሰላት ኢትዮጵያ ጥቅምቲ ክልተ ሽሕን ዒስራን ኣርባዕተን ኣብ ዘውጽኦ ጸብጻብ፣ ንኹሎም ኣካላት ሲቪላውያን ሰባትን ንብረትን ሲቪልን ዕላማን ካብ ምግባር ክቑጠቡ ጸዊዑ'ሎ። ዓለምለኻዊ ጉጅለ ሰብኣዊ መሰላት ኣምነስቲ ኢንተርናሽናል ብወገኑ ኣብ ክልል ኣምሓራ ዝረኣ ሰባት ብጅምላ ብምእሳር ንመንግስቲ ኢጦጵያ ከሲሱ'ዩ። ካብ ዕስራን ሸሞንተን መስከረም ንደሓር ኣብ ዓበይቲ ከተማታት መላእ ክልል ኣምሓራ፣ ኣባላት ማሕበረሰብ ምሁራን ሓዊሱ ብኣማኢት ዝቑጸሩ ሰባት ምእሳሮም እውን እቲ ኣካል ሓቢሩ'ሎ። መንግስቲ ኢትዮጵያ ብዛዕባ'ዚ ክሲ ብቐጥታ ምላሽ ኣይሃበን። ኮሚሽን ሰብኣዊ መሰላት ኢትዮጵያ ከምዝበሎ፣ ንሲቪል ሰራሕተኛታት፣ ኣባላት ሰልፍታት ፖለቲካ፣ ጋዜጠኛታትን ኣባላት ሲቪክ ማሕበረሰብን ብሃውሪ ተኣሲሮም ንዝብል ክሲ ይከታተሎ ከምዘሎ ኣፍሊጡ'ሎ። እቲ ትካል ወሲኹ፣ ካብቶም ዝተኣሰሩ ብዙሓት ወግዒ ምርመራ ዘይተገበረሎምን ብመሰረት ሕጊ ዘቐመጦ ወሰን ግዜ ኣብ ናይ ቤት ፍርዲ ዘይምቕራቦምን ገሊጹ። ተተካኢት ኮሚሽነር ኮሚሽን ሰብኣዊ መሰላት ኢትዮጵያ ራኬብ መሰለ ኣብ ዝሃበቶ ቃል፣ ካብ ፍርቂ መስከረም ጀሚሩ ኣብ ጎንደርን ባህርዳርን ካልኦት ከባቢታትን እቲ ክልል መንግስቲ ምኽባር ሕጊ ክብል ብዝገለጾ ዝፍጸም ዘሎ ማእሰርቲ ኣገባብ ሕጊ ክህልዎ ንመንግስቲ ምሕታታ ገሊጻ'ላ። ምኽትል ፕረዚደንት ኬንያ ካብ መዝነቱ ክወርድ ዝብል ክሲ ናብ ላዕለዋይ ቤት ምኽሪ'ታ ሃገር ሓሊፉ። ንምኽትል ፕረዚደንት ኬንያ ሪጋንታ ጋንቹኳ ካብ መዝነቱ ክወርድ ዝጠልብ ክሲ ሎሚ ረቡዕ ናብ ላዕለዋይ ቤት ምኽሪ'ታ ሃገር ምሕላፉ ተገሊጹ። ኣባላት ፓርላማ እቲ ምኽትል ፕረዚደንት ካብ መዝነቱ ክወርድ ንዝብል ክሲ ድሕሪ ምጽዳቑ'ዩ ናብ ላዕለዋይ ቤት ምኽሪ እታ ሃገር ሓሊፉ ዘሎ። ሃገራዊ ባይቶ ውሳነኡ ትማል ሰሉስ'ዩ ኣጽዲቑ። እዚ ውሳነ፣ ነታ ኣቐዲማ ኣብዚ ዓመት'ዚ ብናህሪ ዋጋ ዘንቀሎ ህይወት ብዙሓት ዝወሰደ ተቓውሞ ዝተናወጸ ኬንያ ካልእ ፖለቲካዊ ዘይርጉእነት ዝፈጥር ኮይኑ'ሎ። እቲ ቀሪቡ ዘሎ ጥርዓን ንምኽትል ፕረዚደንት ሪጋን ታጋንቹኳ ብብልሽውና፣ ዘይስነ ምግባራዊ ከፋፋሊ ፖለቲካ፣ ብውጉዝነት ንመንግስቲ ብምንዓቕ ይኽሰስ። ዋላኳ ንሱ እቲ ክስታት እንተነጸጎ፣ ሰለስተ ሚእትን ኣርባዓን ትሽዓተን ኣባላት ካብ ዘለዎ ፓርላማ እታ ሃገር፣ እቶም ክልተ ሚእትን ሰማንያን ክልተን እቲ ምኽትል ፕረዚደንት ካብ መዝነቱ ክወርድ ድምጾም ሂቦም ኣለዉ። እቲ ጥርዓን ናብ ላዕለዋይ ቤት ምኽሪ ሎሚ ረቡዕ ዝሓለፈ ኮይኑ፣ እቲ ቤት ምኽሪ ነቲ ክሲ እንተ ኣጽዲቕዎ፣ ምኽትል ፕረዚደንቲ ካንቹኳ ብዝተመሓየሸ ሕገ መንግስቲ እታ ሃገር ካብ መዝነቱ ዝተኣልየ ቀዳማይ ምኽትል ፕረዚደንት ክኾኑ'ዮም። እቲ ውሳነ ክጸድቕ እቲ ቤት ምኽሪ ዓሰርተ መዓልታት ናይ ግዜ ገደብ ዘለዎ ክኸውን ከሎ፣ ሰለስተ ሲሶ ኣባላት ነቲ ውሳነ ድማ ከጽድቕዎ ኣለዎም። ህቦቡ ላሚልተን ኣብቲ ብብዝሒ ህዝቢ ዝነብሩሉ ታምፓ ቤይ ክበጽሕ ኣብ ዝተቓረበሉ እዋን፣ ነበርቲ ፍሎሪዳ ህይወቶም ከትርፉ እግረይ ኣውጽእኒ ይጎዩ ከምዘለዉ ማዕከናት ዜና ሓቢረን። ሚልተን ኣብ ሓምሻይ ደረጃ ዝምደብ ህቦቡላ ኮይኑ፣ ክሳብ ክልተ ሚእትን ሰብዓን ኪሎ ሜተር ኣብ ሰዓት ዝጓዓዝ ብርቱዕ ንፋስ እዩ። እቲ ህቦቡላ ሎሚ ረቡዕ ምሸት ኣብቲ ከባቢ ክበጽሕ ትጽቢት ይግበር። እዚ ክኸውን ከሎ ድማ እታ ግዝኣት በቲ ኣዕናዊ ህቦቡላ ሄለን ካብ እትህሰ ክልተ ሰሙን ኣብ ዘይመልእ እዋን'ዩ፣ ፕረዚደንት ጆ ባይደን እዚ ሓደጋ ጉዳይ ሞትን ህይወትን ምዃኑ ብምግላጽ፣ ነበርቲ ፍሎሪዳ ቀልጢፎም ካብ ገዝኦም ክወጹን ህይወቶም ከድሕኑን ኣጠንቂቑ'ሎ። ምምሕዳር እታ ግዝኣት ኣድላዪ ዝበሎ ናይ ምጉዓዝ ኣማራጺታት ኣጠዓዒሙ'ሎ። ኣመሓዳሪ ሮን ዳሳንቲስ ብሰሉስ ኣብ ዝሃቦ መግለጺ፣ ነቲ ህቦቡላ ኣስዒቡ፣ ኣብኡ ዝተረፉ ነበርቲ ንምሕጋዝ ዓሰርተታት መዕቆቢታት ከም ዝተዳለዉ ገሊጹ። ኣብ ደቡባዊ ፍሎሪዳ፣ እቲ ህቦቡላ ኣብ ገለ መደበራት ነዳዲ ክወጽእ ስለ ዝተራእየ፣ ኣብ መዐደሊ ነዳዲ ሓደጋ ከየስዕብ ተሰጊኡ'ሎ። ደሳንቲስ፣ ነዳዲ ብናይ ጽዕነት መካይን ይግዕዝ ከምዘሎን፣ ነቲ ምውጻእ ንምቕላል ድማ ናብ ጽርግያታት ናብ ኤለትሪክ ተሽከርከርቲ መደበራት ከምዝተዋፈሩ ሓቢሩ። ፕረዚደንት ባይደን ብሰሉስ ኣብ ዋይት ሃውስ ኣብ ዝሃቦ መግለጺ፣ እቲ ህቦቡላ ኣብ ፍሎሪዳ ኣብ ሓደ ክፍለ ዘመን ካብ ዝረኣዩ እቲ ዝኸፈኣ ሓደ ክኸውን ከምዝኽእል ገሊጹ። ባይደን ናብ ጀርመንን ኣንጎላን ክገብሮ ዝሓሰበ ምብጻሕ ብሰንኩ ሰሪዝዎ ኣሎ። ቅድሚ ክልተ ሰሙን ኣብቲ ከባቢ ዝተርኣየ ህቦቡላ ሄለን፣ ድሕሪ እቲ ኣብ ክልተ ሽሕን ሓሙሽተን ዘጋጠመ ካትሪና ኣዝዩ ቀታሊ ህቦቡላ ኮይኑ ተመዝጊቡ ኣሎ። ኣብ ደቡባዊ ምብራቕ ኣመሪካ ብውሑድ ክልተ ሚእትን ዕስራን ሓሙሽተን ሰባት ቀቲሉ። እቶም ግዳያት ብውሑድ ዓሰርተ ኣርባዕተ ካብ ግዝኣት ፍሎሪዳ'ዮም። ኣብዚ ሕጂ ሚልተን ኣብ ዝጽግዓሉ ዘሎ እዋን፣ ካብ ሱሳን ሸውዓተን ምምሕዳራት፣ እተን ሓምሳን ሓደን ኣብ ትሕቲ ህጹጽ ኣዋጅ ሓገዝ ኣትየን ይርከባ። ኣብ መንጎ ኤርትራን ኢትዮጵያን ዝነበረ መስመር ስልኪ ከምዝተቋረጸ ተሓቢሩ። ከም ዝፍለጥ ብኣሽሓት ዝቑጸሩ ኤርትራውያን ኣብ ኢትዮጵያ ከም ዝነብሩ ዝፍለጥ ኮይኑ፣ ንወለዶም ንምርካብ ኣብ ዝግበር ጻዕሪ እምብዛ ከም ዝተሸገሩ ዝሕብር ዘሎ። ኣብ ዝሓለፈ ኣዋርሕ ኣብ መንጎ መንገዲ ኣየር ኤርትራን ኢትዮጵያን ዝነበረ በራሪ ከም ዝተቋረጸ ዝዝከር ኮይኑ፣ መቐጸልታ ናቱ ድማ መስመር ስልኪ ተዓጽዩ። በዚ ኽስተት ዝተሰናበዱ ኤርትራውያን ነበርቲ ኣዲስ ኣበባ ከባቢ ሻቕሎት ከምዘለዉ ይሕበር።